ሰላም ሰላም ክቡራት ተኸታተልቲ ከመይ ውዒልኩም ሰላም ዲኹም? ኣነ ሰላም እዩ ኣምላኽ ይመስገን። ከምቲ ኣነ ሰላም ዘለኽዎ ንስኻትኩም እውን ሰላም ክትኮንለይ ናይ ኩሉ ግዜ ትንቢት እዩ። ክቡራት ኣሕዋተይ እምበኣርከስ ናይ ልምዓንቲ ድታ እያ ትኾን ብጣዕሚ ሓዱሽ ጋሻ ሒዝና ቡና ናሰተና ኢና መፂና ኒኤና እቶም ጋሻ እውን ከቕርበልኩም እየ መን እዮም ካበይ እዮም መፂኦም ኣበይ እዮም ተወሊዶም ኣበይ እዮም ዓብዮም ብደንብ ክነግሩና እዮም ካብኡ ግን መጀመርያ ኩልኹም ላይክ ገይርኩም እተው ማለት እዩ ካብኡ ለኦ ዘሎ ቡና ገለታት ላሰተና ኢና ንርከብ ኩልኹም ብላይ ክእተው ክብራት ኣሕዋተይ ከዚ ሰላም በሎም እልያሰይ ቀኒዕካ ሰላም በሎም በቃ በልካ ሰላም በሎም ደሓና ዲኹም ኣሜን ኢኹም ጠፊእና ቀኒና በሎ እኒኹም ጠፊእና ቀኒና
ደሕና ዲኹም ወላ ጎስ ደሕና ዲኹም
መቸም ናዚ ዓዲ ሰብ እኳ ብዙሕ ቪድዮ ይፈትን እዩ ዘን ማናተ ብጣዕሚ እየን ንቑሓት ጎበዛት እየን ለሚደን እየን እኳ ብዙሕ ድዩ ለይለመደ እንደ ብጣዕሚ እየን ትንልእል ኣብቲ ናይ ቪድዮ ምስራሕስ ብዙሕ ድፍረት የብሉይ ብቻ ግን ካብ ማጠፊኡ ከዓ እኒኻ ሰላም ለይብልካዩ መዓሪኻ ጠራዕ በላ ውዚሃ ምስማዕ
ትምህርቲ ድዩ ማለተይ ኣዎ ኸዚ ኣብ ክልተ ወርሑ እዩ መፂእና እኒኦ ሓደ ሓደ ሕቶታት ክሓቶ እየ ክምልሰለ እዩ ንስኻትኩም እውን ካብ መጨረሻ ሰሚዕኹም ብስም እቶም ጋሻ ላይክ ግበራ ወይ ከዓ ላይክ ግበሩ ማለት እዩ ክቡራት ተኸታተልቲ ቤተሰበይ ዝኾንኩም ላይክ ቤተሰበይ ዝኾንኩም ለ ሳብስክራይብ እናገበርኩም ምትዋዕኹም እሺ ኸዚ ኤልያሰይ መጀመርያ ስምካ ተላለዮ መን ትበሃል? ኤልያስ መን? እሺ ኸዚ ኤልያሰይ ክንደይ ዕድመኻ ጌርካ? ዓሰርተ ኸዚ ኣቲኻ ወዶ ዋው ጎበዝ ወዲ ስንተኛ ትምህርቲ ትምህር ኣለኻ? ሳልሳይ ክፍሊ ዓሰርተ ዓመቱ ገይሩ ሳልሳይ ክፍሊ ይመሃር ኣሎ ማለት እዩ ኢልየ ኣበይ ድካ ተመሂርካ ኣበይ ድካ ኣባ ተወሊድካ ኣብዚ ተወሊድካ ጎበዝ ኣበካ ዓብይካ ኣይናለም ዋዋ መጀመርያ ኣብዚ ኣደቦይ ወሊደ ቦኳር ማለት እዩ ካብኡ ዓመቱ ምስ ኣኸለ ናብ ዓይናለም ሓዲገዮ ስደት ኸይድና ማለት እዩ ካብ ስደት መልሲ ግን ያው ደጊም ከዛ ዓሰርተ ዓመቶም ይኣቱ ኣለዉ ጎይታና ልጂ ኤልያስ ማለት እዩ እና እስኪ እሞ ለምለም ያልኸት አሁን ከምሳሌ ትነብር አውዚ ደጽቦ አይናለም ዋእ ልምንታይ እዚኣ እና ኢና ምስታ እያ ፍልልያ ኣኣ እኮ እያ ን ታይ ኒኦ ፍልልይ ፍልልያስ ታይ እያ ኤልያሰይ ለሚድካ ድዩ ኮይንካ ዋላስ ንፋሱ ድዮ ጽቡቅ ዋላ ፀሓይ ድያ ውሎ የላ ኣው ለሚድካ ትፋለጥካዮ ምትላለኻዮ ኣውዚ ለኮ እንድሕር ኣውዚ ትቕመጥ ኮይንካ ማለት እዩ

ኤልያስ መን? እሺ ኣዚ ኤልያሰይ ክንደይ ዕድመኻ ጌርካ? ዓሰርተ ከዚ ኣቲኻ ወዶ ዋው ጎበዝ ወዲ ስንተኛ ትምህርቲ ትምህር ኣለኻ? ሳልሳይ ክፍሊ ዓሰርተ ዓመቱ ገይሩ ሳልሳይ ክፍሊ ይመሃር ኣሎ ማለት እዩ ኤልየ ኣበይ ድካ ተመሂርካ ኣበይ ድካ ኣባ ተወሊድካ ኣብዚ ተወሊድካ ጎበዝ ኣበይ ከዓቢካ ኣይናለም ዋዋ መጀመርያ ኣብዚ ዓድቦይ ወሊደ ቦኳር ማለት እዩ ካብኡ ዓመቱ ምስ ኣኸለ ናብ ዓይናለም ሓዲገዮ ስደት ኸይድና ማለት እዩ ካብ ስደት መልሲ ግን ያው ደጊም ከዛ ዓሰርተ ዓመቶም ይኣቱ ኣለዉ ጎይታና ልጂ ኤልያስ ማለት እዩ እና እስኪ እሞ ልምልም ያርኸታውን ከምሳይ ደይ ትነብር ኣውዚ ደፅቡቅ ኣይናለም ዋ ልምንታይ እዚኣ እና ኢና ምስታ እያ ፍልልያ ኣኮ ያነ እንታይ ንኦ ፍልልይ ፍልልያስ ታይ እያ ኤልያሰይ ለሚድካ ድዩ ኮይንካ ዋላስ ንፋሱ ድዩ ፅቡቅ ዋላ ፀሓይ ድያ ውሉ የላ ኣብኡ ለሚድካ ትፋለጥካዮ ምትላለኻዮ ኣብዚ ለኮ እንድሕር ኣብዚ ተቕመጥ ኮይንካ ማለት እዩ ቀስ ብቀስኮ ኩሎም ትላለዮም ኢኻ ትለምዶም ኢኻ ሓቀይ እዋ ኸዚ ኣውዚ ተቓመጥ ተናሲ ኣውዚ ስየ ለመድኩም ዎሚ ኣውዚ ለዓዋ ኩሉ እየ ለሚደ ናውላ ኣውዮም ዓርከይ እሺ ኤልያሰይ ኸዚ ኣነ ኣብ ስደት ነይረ ቓደም ኸዚ ኣትየ ማለት እዩ ኸዚ ግን ደጊምሲ ኣውዚ ትኾን ዲኻ ኣይትኾን ሓቂ ተናገር እሞ እንድሕር ውዝመ ኮይንካ

በቃ ጠቕላላ እዚ ኣብዚ ኮንሲ ዞም መንደር የለመትዎም እዩ ኒ ዓብዪ ምክንያት ነዚ ቪድዮና ማለት እዩ ካብዚ ተሸንገሉ ኣብ ኮመንት ፀሓፉ መኪና ወይ ሳይክል ወይ ኣየር ትግዝአልካ እሞ ኣብዚ ኩን ተይለናኻ ኣብ ኮመንት ተፅሓፈት መልሲ ንዓኻ ትግባእ ማለት እዩ ብዒጣ ሽዶ ካብዚ ዝሰምዑ እንታይ ይብሎ ኣብ ኮመንት እያ ፀሓፉ ኣውዚ ይኹን እትብሉ ኣብ ዝለዓወዮ ደው ይበል ጥዕና ይሃቦ እምበይ ኣብ ዝለዓወዮ ይኹን እትብሉ እስኪ መኒኹም ኢኹም ትበዝሑ መኒኹም ትኹም ተሸንፉ ኣነ እስከ ኣውዚ ይኹን ባዕሉ በቃ ደስ ዝበሎ ሃምዚ ከዚ ትማሊ እዩ መፅኡ ትማሊ ሓሙስ ሓሙስ መፅኡ ሰኒ ክኸድ እዩ ናብ ትምህርቱ በቃ ሃምዚ ኢሉ ኣብ ሰሙነ ውስውን መፅኡ ፈታ ዘና ኢሉ ይኸ ኣሕዋተይ ክብራተይ ኣውዚ ተመፅስ ሌለ ነገር ኩሉ ነገር እዚ ክገዘእልካ እዚ በቃ ኩሉ ነገር ላይ ትገበረ ነገር የለ ግን ዝዓብዪ ምክንያት እዞም መንደርሲ በጭራሽ የለመድኩዎም እዩ ትሎም ደም ኢካ ተወልኩለ በቃ ምንም ብልግበር ጌርካ ስከኣምን ኣይፈል ብቻ ግን ኣነ ምንም ቅስንቲ እየ ኣብ ዘለዎ ደው ይበል እምበይ ግድሻ ይመፀኒ ማለት እዩ ሓደ ሓደ ኣሕዋት የለ ውልድካ ምስ ለዓልካ ነዕብያ ውልድካ ምስ ለዓልካ ገለል ትብላን ኢኽን ኣው ልለዎ ኣው ዝለዓወየ ብቻሉ ቅሳነት ሙቸት ይሃልዎ ዘለለዎ እምበ ምንም ችግር የብሉ ማለት እዩ ምንም ስእለ ሸግር የኮነን ብቻ ኣው ልለዎ ዋኖ ዕድሜ ጤና ይህዩ ምቾት ይሃልዎ እምበ ብዙሕ ምሳና ዘይኮኑስ ኣይትላወና ሓደ ሓደ እኒኢኽን ምስ ወለድኽን

ለድልየን ነገር ሒዘ ከድምበ እዞም መንደር ቆልዑስ ኣይፈልጦም እዩ ኣዕርኽተይስ ኣብኡ እዮም እኒኦ ኢለካ ጠቕላላ ኩሎም ኣዕርኽተይ ኣብኡ እዮም እኒኦ ክንደይ ኣዕርኽቲ እኒኦካ እሞ ክንደይ እዮም ምእንቲ ተኸታተልቲ ነባ ክነግሮ ከሰምዑኻ ሓሙሽተ እንደ ሓሙሽተ ኣብኡ እዚ ክንደይ ኣዕርኽቲ እኒኦካ ኣድና ብስሩ የለው ምንም እያ ንዓባ ክፈል ወድስ ይዓርክኻ ድዩ ሓደ ሰብ ዓርኪ ኢልካ ዋላ ናዖድ ቆልዓ እዩ ዋይ በቃ ከምዚ እዩ ነገራት ማለት እዩ ክቡራት ተኸታተልትና እና ክቡራት ተኸታተልቲ ናይ ልሙዓንቲ ቪድዮ እዚ ይመስል ኩሉ ግዜ ትፈልጥዎ እንዲኹም ወደይ ያው በዚ ዓሰርተ ዓመት እዩ ልኸድ ኣሎ ሳልሳይ ክፍሊ ተምሃሪ ካብኡ ደሞ ኣብ ዝለሓደኩዎ ብጣዕሚ ስለልመቸዎ ኣብዚ ሲ ጠቕላላ ዓርኽቲ የብለይ ኣብዚ መፂና ልዩ ልርከብ ተሸንጎሉ ማለት እዩ እስኪ ኣውልለዎ ይኹን ኣብ ብቻ ኣውልለዎ ጥዕና ይሃቦ ይመችዎ እምበይ ጸገም የለ ትብሎ ኣኮ መጽሓፉ ካብኡ ደ ልገርክ ገርክ ስወድክ ምስ በዓል ክልትውለ ኣኮ መጽሓፉ ኣተደሊ ካልእ ክወልድ እየ ሽግር የብልና ውልድ ወላዳት ኢና ቀሲና ገና ክንወልድ ኢና ህፃውንቲ ኢና ማለት እዩ ስለዚ ደረኳሲ ካብቲ ቪድዮ ተሪእኒ ቪድዮ ምስራሕ ብስሩ ብጣዕሚ እዮም ዞም ዓዲ እተን መሓዙት ኒኦ ካብ ጎበዛት እኒ ብጣዕሚ ንቕሓት ለሚደን እየን እዚ ግን ምንም የለመደ ክለምድ እዩ ክሰርሕ እዩ ሳይ ክኾን እዩ ትበልካ ዘበት ናብ ካሊእ ናብ ካሊእ ይብል በቃ ላፍትንትን ማለት እዩ እና ክብራት ኣሕዋተይ እዚ ይመስል ናይ ደቅና መልሲ መልሲ ስደት ኣብዚ መንደር ልፈልጦ መዕረኽቲ የለ ይልብል ምክንያት ተታሒዙ የለ ማለት እዩ ብቻ መምሀሪ ክዳን ኩሉ ነገር ፉል እዩ ብጣዕሚ ኢና ንማልእ እና እስኻትኩም እውን ካብ ስደት ተመሊስክን ኣሕዋተይ እውን ምስ ደቅኽን ብሰላም የራኽኽን ምስ ደቅኽን የሰኣኣምኽን ማለት እዩ ዋንኡ ካብ ስደት ተመሊስካ ምስ ውልድካ ድዩ ምስ ኣሕዋትካ ምስ ኣደዋኻ ምስ ኣቦዋኻ ተተራኺብካ ዓብዪ ፀጋ እዩ እና ብሰላም ናብ ደቅኽን ናብ ቤተሰብን የእቲኽን ማለት እዩ ናይ ልማዓንቲ ዲየ እዚ ይመስል ብጣዕሚ እየ ዝፈትኩም ብጣዕሚ እየ ዘኽብረኩም የቐንየለይ ስስናይ ንዓኹም ክብራት ኣሕዋተይ ኩልኹም ለ ላይክ ኣይትረስዑ ብስም ዞም ጋሻ ኤልያስ ኣይቶ ኤልያስ ማለት እዩ ኤልያስ እዩ ዝበሃል ብዘይ ኣጋጣሚ